ሰላም ዝኸበርኩም ሰማዕትና እዚ ትሪእዎ ዘለኹም ሰራዊት ትግራይ ኣብ ምብትታን ይኸይድ ኣሎ። ሰራዊት ትግራይ ናብ ምብትታን እንተደኣ ከይዱ እቲ ኣካል ፅምዶ ዝብሃል ብግቡእ እንተደይ ክሕዞ እንተዘይክኢሉ መፍቶ ስርዓት ብልፅግና ከምዝኸውን ክትፈልጡ ኣለኩም። ሰራዊት ትግራይ ናይ ሕወሓት ንበሎ ወይ ትዲኤፍ ንበሎ ክባታተን እንተድኣ ፈቲኑ መኽንያቱ ሰራዊት ትግራይ ሰራዊት ኢትዮጵያ ማለት እዩ ዝነበረ እዩ ሰራዊት ኢትዮጵያ ከኣኒ ብመንግስቲ ኢትዮጵያ እዩ ዝምራሕ መንግስቲ ኢትዮጵያ ከኣ ብለመና ዝመሓደር ካብ ቴክሳስ ብወንጭፍ ዝመሓደር መንግስቲ እዩ ስለዚ ተጋሩ ዋላ ዲሞክራሲያዊ ከም ኣሲድ ዝልብልብ ዲሞክራሲያዊ እንዳበሉ ስቅ ኢልካ ፍኑው ኣካይዳ ለሚዶሞ እንተዝፀንሑ ሰራዊት ክብተን እንተጀሚሩ መፍቶ ስርዓት ብልፅግና ወይ ፓርቲ ብልፅግና ከምዝኸውን እመኑ ምኽንያቱ ፓርቲ ብልፅግና ካበይን ካበይን ኣኻኺቡ ገንዘብ እነሀልኩም ንዑ ኣነ ከምዚ ክገብረልኩም እየ ኣነ ክሕግዘኩም እየ እንተድኣ ኢሉ ቀጥታ ናብኡ ከም ድዓስሉ ክትፈልጡ ኣለኩም። እዚ ክንብል ከለና ምክንያቱ ትግራይ ንነዊሕ ዓመት እዚ ኩሉ ሽግር ጼራቶ ክትከይድ ዝጸንሐት ሕጂ ተጻዋርነት ዝብሃል የብላን። ዝኾነ ይኹን ኣብኡ ዘሎ ዋላ ሰለስተ ሚልዮን ንበሎ ዋላ ልዕሊ ሰለስተ ሚልዮን ንበሎ ዘሎ ህዝቢ ክንደይ ዓመት እዩ ከይበልዐ ከይሰተየ ክኸይድ ዝኽእል? ኣይክእልን እዩ። ጽምዶ ከኣ ካብ ቴክሳስ ዝመጻ ገንዘብ የብላን ስለዚ መፍቶ ብልጽግና ከይኮኖ ከሎ ሰበስልጣን ወያነ ሓደ ስጉምቲ ክወስዱ እንተ ዘይኪኢሎም እዚ ዕድል እዚ ናይ ብልጽግና ኮይኑ ከም ዝተርፍ ክንነግረኩም ንፈቱ እዚ ካብ ዝሓለፈ ብዙሕ ተሞኩሮታት ዝረኣናዮ ተነቢና ማለት እዩ ክብራት ሰማዕትና።

ቲክቶክ ኣዲስ ያመጣው ቻሌንጅ ኣለ ስድስት ስልሳ ስድስት ስለዚህ አሁን እናንተም ጎላቸው ብላችሁ ጫት ተምትቅሙ ስራ አጣን እያላችሁ ከምታማርሩ ይህን ቻሌንጅ ተቀላቀሉ።
ክቡራት ሰማዕትና እዚ ንሕና ቅድሚ ሸውዓተ ሸሞንተ ዓመት ንዛረበሉ ነበርናዮ ምስ መሓዙትና ኩሉ ግዜ ኢና ንዕልል ነርና ሕጂ ብወግዒ ኮይኑ ምክንያቱ እዛ ብድራማ ዝተሃንፀት ኢትዮጵያ ቀደም ኢልናኩም ኢና ሃይለስላሰ ካብ ለንደን ክመጽእ ከሎ እንታይ ኢንታይ ፈሪሙ ኢዩ መጽዩ እህ ካብ ቅድም ትጸንሐ ኢዩ እዚ ሽዱሽተ ስሳን ሽዱሽተን ትብልዎ ደለዉ ሕጂ ኣቢ ናብ ስልጣን ኣብ ዝመጸሉ ዝነበረ እዋን መቐ ኣብ መ ወያነ ኣዳልያ ጣጢሓቶ ዝነበረት መንገዲ ኣቢ ናብ ስልጣን ምስ መጸ ብቐጥታ ነዚ ነገር እዚ ተቐቢሎሞ ኢዮም ስለዚ እዛ ኩላ ኣርቲስቲ ኣብቲ ኣብይ ኣብ ስልጣን ዝመፀሉ እዋን እዛ ኩላ ኣርቲስቲ እዛ ኩላ ሃብታም እዛ ኩላ ኣነ እየ ትብል ዘማሪ ኩላ እያ ኣትያቶ ነይራ። ሕጂ ግን ብወግዒ ኖርማል ኮይኑ ኣብ ኢትዮጵያ እዚ ዝረብ ኣሎ። ሓፈሻዊ ክትፈልጥዎ ኢትዮጵያ ክትዕረ ማለት ዘበት እዩ። ብሕጂ ዝፅበያ ዘሎ ድጉል ሓዊ ናይ ናይ ሃይማኖት እዚ ክበሃል ኣይከኣልን እዩ። ምክንያቱ እዚ ናይ ሽዱሽተ ስሳን ሽዱሽተን ግደፎ ናይ ክርስትያን ኢና ዶ ጆሆባ ኢና ጴንጤ ዶ ካልእ ኣብኡ ዘሎ ኦርቶዶክስን ዕግርግርን እቲ ናይ ኦሮሞ ሃይማኖት ንባዕሉ እቲ ንሕና ኦሮሞ

ደሞ የቀረብነው አብረን እንወያይበታለን አሁን ላልነው ስራ አጣው እያልክ አትጃጃል። እዚኣ እያ እታ ባሕሪ ኤርትራውያን ክትወስድ ትቃለስ ዘላ መራሓይኣ ብልፅግና መራሓይኣ ኣብይ ፓርቲ ብልፅግና እዚኣ እያ ስለዚ ኤርትራውያን ኣሕዋተይ ክትፈልጥዎ ዘለኩም ኢትዮጵያ ብዝኾነ ይኹን መንገዲ ባሕሪ ክትወስድ ኢልኩም ኣይትሕሰቡ ግን ንሕና ከም ኤርትራውያን ንምዕብል ዲና ደለና ንጸንት እዚ ካልእ ሕቶ እዩ ካልእ መንገዲ እዩ ብናይ ኣብይ ነገር ግን ኣይትሸገሩ ብናይ ናህና ጉዳይ ድኣ ሕሰቡ እምበር ብናይ ኣብይ ጉዳይ ኣይትሕሰቡ መክንያቱ ኣብይ ኣብ ካልእ ዕግርግር ጉዳይ እዩ ደሎ ኣብ ካሉእ ነጥቢ እዩ ደሎ መናውራ እዩ እቲ ባሕሪ ባሕሪ ባሕሪ ዝብሎ ዘሎ መናውራ እዩ እምበር ኢትዮጵያ ፋሕ ብትን ኣትዩዋ ብሃይማኖትን ብናይ ሓጢኣትን ብናይ ዘይተፈልጡ ሰብ ገንዘብ ሰብ ረብሓን ተበታቲና ዘላ ሃገር እያ ኢትዮጵያ ስለዚ ክቡራት ኣሕዋት እዚ ከም ትንቢት ኢትዮጵያ ኣብ መፃኢ ዝመፅእ ዘሎ ኣርባዕተ ሓሙሽተ ዓመት ናይ ሃይማኖት ውግእ ክለዓል ከም ምዃኑ ከዓ ፍለጡ ብጀካ እዚ ሰበስልጣን ኣምሓራ ዝገብርዎ ዘለዉ ንላላውነት ንናይ ሂወቶም ድሕነት ንናይ ኢትዮጵያ ድሕነት ኢሎም ዝዋግእዎ ዘለዉ እዚ ኣብ መንጎ ኦሮሙማን ኣምሓራን እዩ ዝካየድ ዘሎ እዚ ውግእ እዚ ተጋሩ ክሳብ ሕጂ ስቅ ኢሎም የዕገርግሩ እዮም ዘለዉ እምበር ኣብቲ ጉዳይ ኣይኣተዉን ኣለዉ ስለዚ ናይ ሎማዓልቲ ሕጽር ዝበለ መግለጺና ብዛዕባ ኣቢ ኣሕመድን ሰዓብቱን ከምዚ ይመስል ኣብ ዘለኹሞ ዕድመን ጥዕናን ይሃብኩም ጽን ኢልኩም ዝሰማዕኹምና ነመስግነኩም ወብሩኽ መዓልቲ።